ጸሓፊ ህግደፍ ኣቶ ኣልኣሚን መሓመድ ስዒድ ምስ ኣቦ ወንበር ፓርላማ ሱዳን ኣልፋታሕ እዘዲን ተራኺቡ ኣብ ምዕዛዝ ክልተኣዊ ዝምድና ዘተኮረ ዘተ ኣካይዱ። ኣብቲ ብ ዕስራን ኣርባዕተን ጥቅምቲ ኣብ ካርቱም ዝተኻየደ ርክብ ክልቲኦም ሰበስልጣን ንተግባራውነት ናይቲ ኣቐዲሙ ኣብ መንጎ ኤርትራን ሱዳንን ኣብ መዳያት ንግዲ፣ ሕርሻ፣ ዕደና፣ ጥዕና፣ ትምህርቲ፣ ምንቅስቓስ ዜጋታት ካብን ናብን ከምኡ'ውን ካልእ መዳያት ንዝተበጽሐ ስምምዓት ብምምልካት ኣብ መጻኢ ብዛዕባ ዝድንፋዕሉ መንገድታት ብሰፊሑ ተዘራሪቦም። ጸሓፊ ህግደፍን ኣቦ ወንበር ፓርላማ ሱዳንን ብዘይካዚ፣ ነቲ ንስምምዓት ንረብሓ ክልቲኡ ህዝብታትን ዞባናን ብዘርብሕ መንገዲ ምድንፋዑ ኣገዳስነቱ ልዑል ምዃኑ ብምግንዛብ፣ ነዚ ዝዓለመ ምብጽጻሕን ቀጻሊ ምምኽኻርን ክድፋኣሉ ተረዳዲኦም። ኣብ ዞባውን ኣህጉራውን መድረኻት ድማ ምውህሃድ መርገጺታት ክልቲኡ ሃገራትን መንግስትታትን ነቲ ስትራቴጂያዊ ዝምድና ንምምዕባል መሰረታዊ ስለዝኾነ ኣድህቦ ክወሃቦ ተሰማሚዖም። ኣብ ስልጣን ዘሎ ሰልፊ ሃገራዊ ጉባኤ ሱዳን ብዝገበረሉ ዕድመ መሰረት ጸሓፊ ህዝባዊ ግንባርን ንዲሞክራስን ፍትሕን ኣቶ ኣልኣሚንዝ መሓመድ ስዒድ ብዕስራን ሰለስተን ጥቅምቲ ኣብ ዝተኸፍተ ራብዓይ ሓፈሻዊ ጉባኤ ናይቲ ሰልፊ ኣብ ዘስመዖ ናይ ደገፍ ቃል ኤርትራን ሱዳንን ኣብ ዞባ ቀይሕ ባሕሪ፣ ቀርኒ ኣፍሪቃን ፈለግ ኒልን ሓደ ጂኦፖለቲካዊ ኣኣህዱ ከምዘቑማ ኣብ መንጎኤን ንዘሎ ጂኦግራፍያዊ ቅርበት ድማ ኣብ ዝተፈላለየ መዳያት ንረብሓ ህዝብታተን ብሽርክነት ክሰርሓ ከምዝሓገዘንን ጸላዊ ተራ ከምዘለዎን ምግላጹ ይፍለጥ። እዚ ከምዚ'ሉ እንከሎ፣ ጸሓፊ ህዝባዊ ግንባር ንዲሞክራስን ፍትሕን ኣቶ ኣልኣሚን መሓመድ ስዒድ፣ ብዕስራን ክልተን ጥቅምቲ ምስ ተሓጋጋዚ ፕረዚደንት ሪፓብሊክ ሱዳን ፕሮፌሰር ኢብራሂም ገንዱር ተራኺቡ ኣብ ምምዕባል ክልተኣዊ ዝምድናን ናይ መጻኢ ኣመታቱን ምዝታዩ ይዝከር።
ቀጻልነት ጸጋታት ማይ ንምውሓስ ውሕሉል ኣጠቓቕማን ብኽነት ዘወግድ ምሕደራን ክዝውተር ከምዝግባእ ኣብ ሚኒስትሪ መሬት፣ ማይን ኣከባብን ዋና ዳይሬክተር ክፍሊ ሃብቲ ማይ ኣቶ መብራህቱ ያሱ ብ ዕስራን ሰለስተን ጥቅምቲ ኣብ ከተማ ባጽዕ ኣብ ዘካየዶ ኣኼባ ገሊጹ። ኣብቲ ንኣመሓደርቲ፣ ሓለፍቲ ክፍልታት፣ ሃገራውያን ማሕበራት፣ ባይቶን ህግደፍን ዝተኻየደ ኣኼባ ኣቶ መብራህቱ ንታሪኻዊ ድሕረ ባይታ፣ ፖሊሲ፣ ዕላማታት፣ ስትራቴጂ፣ ተልእኾን ክፍልታት ተጠቃምነት ማይ ብዝምልከት ዝርዝር መብርሂ ድሕሪ ምሃብ ጂኦግራፊካዊ ኣቀማምጣ ኤርትራ ምስተን ሕጽረት ማይ ዘንጸላልወን ሃገራት ኣፍሪቃ ምዃኑ ጠቒሱ፣ ጽፍሓኡውን ትሕተ-ባይታኡን ጸጋታት ማይ ብግቡእ እንተድኣ ተዓቂቡን ተመሓዲሩን ግና ኩሉ መደባት ልምዓት ዝኣክል ትሕዝቶ ክርከብ ከምዝኽእል ኣብሪሁ። ጸጋታት ማይ ንምኽዕባትን ካብ ብከላ ነጻ ንምግባሩን ዕቱብ ስርሓት ይሳለጥ ከምዘሎ ዝሓበረ ኣቶ መብራህቱ፣ ንኹሉ ጽላታት ዝኣክል ውሑስ ቀረብ ማይ ንምርግጋጽ መንግስቲ ቀዳምነት ሂቡ ካብ ዝሰርሓሉ ዘሎ ዕማማት ከምዝኾነ ብምምልካት፣ ኣብ ዝተፈላለየ ከባቢታት ሃገር ዝህነጽ ዘሎ ትሕተ ቅርጺ ማይ ኣካል ናይዚ ከምዝኾነ ኣረዲኡ። ጸጋታት ማይና ብዓይነትን ዓቐንን ውሑድ ስለዘይኮነ ኣብ ኣጠቓቕማ ማይ ንጹር ሕጋጋትን ኣዋጃትን ክህሉ ኣገዳሲ'ዩ ዝበለ ኣቶ መብራህቱ ኣብዚ መዳይ እዚ ንቑሕ ህዝባዊ ተሳትፎ ምምዕባል መሰረታዊ ከምዝኾነ ብምግላጽ ውሕሉል ምሕደራን ግቡእ ኣጠቓቕማን ማይ ከምኡ'ውን ንምሕደራን መካየዲ ስራሕን ዘድሊ ነገራት ምርግጋጽ ኣገዳሲ ምዃኑ ኣስሚርሉ። ተሳተፍቲ ብወገኖም ተዳልዮም ዘለዉ ሰነዳትን ኣዋጃትን ንዝካየዱ ንጥፈታት ንምውህሃድን ንምቁፅፃርን ከምኡ እውን ውሕሉል ኣጠቓቕማ ማይ ንምዝውታርን ሓገዝቲ ከምዝኾኑ ብምጥቃስ ምንጪ ማያትና ካብ ብከላ ንምክልኻል ውሕሉል ኣጠቓቕማ ምዝውታር ከም ባህሊ ኣብ ኩሉ ኣካል ሕብረተሰብ ንኽሰርፅ ሓባራዊ ፃዕሪ ከምዘድሊ ኣገንዚቦም። ኣመዛዘሚ እቲ ኣኼባ ኣማሓዳሪት ዞባ ሰሜናዊ ቀይሕ ባሕሪ ወይዘሮ ፅግረዳ ወልደገርጊስ ኣብ ዘስመዓቶ ቃል ቀረብ ማይ ኣብ ማሕበራዊ ህይወት ዜጋታትን ልምዓታዊ መደባትን ልዑል ኣገዳስነት ከም ዘለዎ ብምምልካት፣ ኣብ ሃገርና ብሓፈሻ ኣብቲ ዞባ ድማ ብፍላይ ቆጣቢ ኣገባብ ኣጠቓቕማን ምሕደራን ማይ ብግቡእ ንኽስራሓሉ ምእንቲ ዝፀንሐ ንቕሓት ክብ ኣብ ምባል ተራን ኣበርክቶን መሻርኽቲ ኣገዳሲ ከም ዝኾነ ኣስሚራትሉ። ለበዳዊ ሕማማት ኣብ ምቁጽጻር ተበጺሑ ዘሎ ደረጃ ንምዕቃብ ልዑል ስርዓተ ኣወዳድባን ኣገባባት ቁጽጽርን ክህሉ ከምዝግባእ ዋና ዳይሬክተር ክፍሊ ማሕበራዊ ኣገልግሎት ምምሕዳር ዞባ ማእከል ኣቶ ቃልኣብ ወልደስላሴ ገሊጾም። ለበዳዊ ሕማማት ንምቁጽጻር ንዝካየድ ንጥፈታት እትከታተል ኮሚተ ንምቛም ብ ዕስራን ኣርባዕተን ጥቅምቲ ኣብ ኣስመራ ኣብ ዝተኻየደ ኣኼባ ኣቶ ቃልኣብ ዕላማ እታ ኮሚተ፣ ለበዳ ሕማማት ቅድመ ምኽሳቱ ንምክልኻሉ ምጽዓር ከምዝኾነ ብምጥቃስ፣ ኢቦላ ዓለማዊ ስግኣት ኮይኑሉ ኣብ ዘሎ እዋን፣ እታ ኮሚተ ሓያል ስራሕ ይጽበያ ከምዘሎ ተገንዚባ፣ ብቐጻሊ ርክባት ብዝሓየለ ክትነጥፍን ስርሓታ ከተወርጽጽን ተላብዮም። ሓላፊ ጨንፈር ሚኒስትሪ ጥዕና ዞባ ማእከል ዶክተር ተስፋይ ሰሎሞን ብግዲኡ፣ ንሕማም ኢቦላን ሳዕቤናቱን ዝምልከት ሓፈሻዊ መብርሂ ድሕሪ ምሃብ፣ እቲ ሕማም ኣብ ከባቢና ዛጊት ከምዘይተራእየ፣ እንተኾነ ግን፣ ናህሪ ምልብዑ ፅዑቕ ምክትታልን እኹል ምድላዋትን ክትግበር ዝድርኽ ምዃኑ ብምሕባር፣ ሚኒስትሪ ጥዕና ሓበራዊ መረዳእታ ብዛዕባ እቲ ሕማምን ኣገባባት ምክልኻሉን ብዝምልከት ዓሚቕ ንቕሓት ንምፍጣር ንኣባላቱን ህዝብን ኣስተምህሮታት ኣብ ምሃብ ከምዝርከብ ኣብሪሆም። ኣብ ጨንፈር ሚኒስትሪ ጥዕና ዞባ ማእከል ሓላፊ ኣሃዱ ስርዓተ ሓበሬታ ጥዕናን ምክትታል ሕማማትን ኣቶ ኣብርሃም ተስፋይ ብወገኑ፣ ህፁፅ ሓበሬታ ናይ ህዝቢ ብሓፈሻ ናይ ወከልቲ ጥዕና ዓዲ ድማ ብፍላይ፣ ኣብ ስርሖም ሓጋዚ ምዃኑ ጠቒሱ፣ ምቛም ናይዛ ለበዳዊ ሕማማት ኣብ ምቁጽጻር እትነጥፍ ሓዳስ ኮሚተ፣ ተበጺሑ ንዘሎ ገስጋስ ኣብ ምዕቃብን ሓድሽ ተርእዮ ኣብ ምግታእን ዝህልዋ ተራ ዓቢ ከምዝኸውን ጽኑዕ እምነቱ ገሊጹ። እታ ኮሚተ ብኣቦ ወንበርነት ዋና ዳይረክተር ክፍሊ ማሕበራዊ ኣገልግሎት ምምሕዳር ዞባ ማእከል ኣቶ ቃልኣብ ወልደስላሴ እትምራሕ ክትከውን እንከላ፣ ካብ ህግደፍ፣ ሚኒስትሪ ዜና፣ ሚኒስትሪ ሕርሻ፣ ሚኒስትሪ መጓዓዝያን መራኸቢታትን፣ ፖሊስ፣ ምምሕዳር ዞባ ማእከል፣ ሃማደኤን ሃማማተኤን ዝተዋጽኡ ኣባላት ከምትሓቁፍ ተፈሊጡ።
ኣብ ከተማ ሰገነይቲ ዝነጥፉ ወነንቲ ዝተፈላለያ ትካላት ኣብ ምምሕዳር ከባቢ ሔቦ ንዝእለዩ ዘለዉ ዘኽታማት ቆልዑ ሓገዝ ኣበርኪቶም። ኣብቲ ኣጋጣሚ ኣብ ምእላይ ናይቶም ቆልዑ ዝነጥፍ ኣቶ ተስፋልደት በርሀ ማሕበሮም ማሕበር ልኡኻት ደቂ ፍቕሪ ቅድሚ ሕጂ ኣላዪ ዘይብሎም ህጻናት ብሓፈሻ ኣዴታቶም ዝሰኣኑ ድማ ብፍላይ ተቐቢሉ ክሳብ ዓቕመ ኣዳም ዝበጽሑ ይናቢ ከምዝነበረ ጠቒሱ እዚ ግን ምስ ሕብረተሰብ ኣብ ምጽንባሮም ይጽግሞም ስለ ዝነበረ፣ ካብ ዝሓለፈ ቀረባ ዓመታት ግን ካብ ሓደ ወርሒ ንላዕሊ ተቐቢሎም ክሳብ ሰለስተ ዓመታት ብምእላይ ምስ ናይ ቀረባ ቤተሰብ ከም ዝጽንበሩ ይገብር ከም ዘሎን ኣብኡ ምክትታል ከም ዝገብረሎምን ኣረዲኡ። ኣመሓዳሪ ንኡስ ዞባ ሰገነይቲ ኣቶ በርሀ ኣረጋይ ብወገኑ ነቶም ቆልዑ ዝግበር ኣተኣላልያ ድሕሪ ምምዝጋን ምምሕዳር ንኡስ ዞባ ሰገነይቲ ምስ መሻርኽቱ ብምትሕብባር ካብኡ ዝድለ ሓገዛት ከበርክቱ ድልው ምህላው ብምሕባር ነቲ ተበግሶ ንዝወሰዱ ውልቀ ሰባት ሞጒሱ። እቶም ሓገዝ ዘበርከቱ ወገናት ድማ ዝወሰድዎ ተበግሶ ከም ዜጋታት ሕልናዊ ዕግበት ከም ዝፈጥረሎም ጠቒሶም፣ ምትሕግጋዝን ምድግጋፍን ጭዋ ባህሊ ኤርትራውያን ብምዃኑ ኩሉ ዜጋ ነዚ ቅዱስ ባህሊ ክኽተል ተላብዮም። ሓለቓ ገዳም ኣባ ተኽሉ ዑቕባሚካኤል ኣብ ዘስምዖ ቃል፣ ስለቲ ዝተገብረሎም ሓገዝ ድሕሪ ምምስጋን፣ ኣብ ቀጻሊ ምትሕግጋዝ መሻርኽትን ገበርቲ ሰናይን ከይፍለዮም ተማሕጺኖም። ምምሕዳር ከባቢ ሔቦ ካብ ከተማ ሰገነይቲ ንሸነኽ ሰሜናዊ ምብራቕ ኣስታት ዓሰርተ ሓደ ኪሎ ሜተር ርሒቓ ትርከብ። ኮሚሽን ስፖርት ዞባ ደቡብ ንኣገልግሎት ምእራምን ተሃድሶን መንደፈራ ዘገልግል ዝተፈላለየ ናውቲ ስፖርት ብሓገዝ ኣበርኪቱ። እቲ ዝተገብረ ሓገዝ ልዕሊ ሚእትን ኣርብዓን ኳዓሳሱ እግርን መርበብን ከምኡ እውን ባዲሚንተንን ሰደቓ ቴንስን ዘጠቓለለ ኮይኑ ናይ ሕጊ ተኣረምቲ ስፖርታዊ ብቕዓቶም ዘሐይልሉ ባይታ ኣብ ምፍጣር ኣስተዋፅኦ ከምዝገብር ተገሊፁ። ኣብቲ ስነ-ስርዓት ዋና ዳይሬክተር ክፍሊ ማሕበራዊ ኣገልግሎት ዞባ ደቡብ ኣቶ ፍራንኮ ኩባባ ኣብ ዘስምዖ ቃል፣ እቲ ሓገዝ ኣብቲ ማእከል ንዝካየድ ስፖርታዊ ንጥፈታት ኣብ ምምዕባልን ተራ ከምዝህልዎ ብምጥቃስ ኣብ መጻኢ ብዝለዓለ ክቕጽል ተላብዩ። ሓላፊ ኮሚሽን ስፖርት ዞባ ደቡብ ኣቶ ነጋሲ ተስፋጋብር ብወገኑ፣ ስፖርታዊ ንጥፈታት ኣገልግሎት ማእሰርትን ተሃድሶን መንደፈራ ንምሕያል ምስ መሻርኽቲ ትካላት ብምውህሃድ ሓገዛት ክግበር ምጽንሑ ብምሕባር፣ እዚ ናይ ሕጂ መቐጸልትኡ ከምዝኾነ ኣረዲኡ። ሓላፊ ምምሕዳር ማእከል ምእራምን ተሃድሶን መንደፈራ ካፒተን ዑቕባይ ገብረዝጋብሄር፣ ነቲ ሓገዝ ድሕሪ ምቕባል፣ ኮሚሽን ስፖርት፣ ስፖርታዊ ንጥፈታት ናይቲ ማእከል ንምሕያል ንዝወሰዶ ተበግሶ ብምምጓስ፣ ካልኦት ትካላት እውን ተመሳሳሊ ተበግሶታት ክወስዳ ኣዘኻኺሩ።